ኣዚ መንእሰይ እዚ ተጽዕኖ ፈጣሪ ቲክቶከር ክከውን እዩ ዝደሊ ግን ብዝገበሮ ጌጋ ንሕልፈት ተፈሪዱ ኣሎ ሽሙ መሓመድ ይበሃል መሓመድ ኣብቲ እዋን እቲ ወዲ ዕስራን ሽዱሽተን ዓመት እዩ ኔሩ ኣብ ለንደን ድማ ኣብ ሓደ ቤት መግቢ ከባብ ከም ደሊቨሪ ኮይኑ እዩ ዝሰርሕ ኔሩ ኣዚ መንእሰይ እዚ ቲክቶከር ኮይኑ ተፈላጥነት ከጥሪ እዩ ዝደሊ ኔሩ ናቱ ዝኮነ ታለንት ኔርዎ ሰባት ምስሓቅ ምዝንጋዕ ከምዚ ዓይነት ቪድዮታት እንዳሰርሐ ኣብ ቲክቶክ ክፍንዎ ኔሩ በዚ ዝሰርሖ ዝነበረ ቪድዮ ድማ ሰባት ክጸልዩ ድሌት ነይሩ። ሓደ መዓልቲ ግን ኣብ ክልተ ሽሕን ዕስራን ሓደን ኣብቲ ቤት መግቢ ከባብ ሓንቲ ሉዊዝ ዝተባህለት ሰበይቲ ይላለያ። ሉዊዝ ጓል ሰብዓን ሓደን ዓመት ፍልጥቲ ነጋዲት እያ ነይራ። ኣብቲ ቤት መግቢ ድማ ብዙሕ ግዜ ትበልዕ ስለ ዝነበረት ትምገብ ስለ ዝነበረት ድሕሪ ቁሩብ ግዜ ምስ መሓመድን ምስቲ ኣብኡ ዝሰርሕ ዝነበረ ካልኣዩ ኩሳይ ኣልጁንዲ ዝተባህለ ሰብ ጽቡቕ ምሕዝነት ትምስርት። ኣልጁንዲ ወዲ ዕስራን ሓሙሽተን ዓመት ኮይኑ ኣብቲ እንዳ ከባብ ድማ ሼፍ እዩ ነይሩ። እዚ ሰብ እዚ ብዙሕ ቅኑዕ ሰብ ኣይነበርን ወይ ተጠራጣሪ እዩ። ኩሉ ግዜ ሰባት ከታልል፣ ከደናግር እዩ ዝፍትን ነይሩ። ድሕሪ ዝተወሰነ ግዜ መሓመድን ኣልጁንዲን ሉዊዝ ገንዘብ ከም ዘለዋ የስተውዕሉ። ሃብታም ከም ዝኾነት ድማ ፈልጡ። ኣብ ለንደን ኣርባዕተ ነጥቢ ሽዱሽተ ሚልዮን ፓውንድ ወይ ድማ ሽዱሽተ ነጥቢ ሓደ ሚልዮን ዶላር ኣሜሪካ ዝዋግኡ ጽቡቕ ገዛውቲ ከም ዘለዋ ይፈልጡ። ነቲ ገንዘብ ነትን ገዛውቲ ሸይጣ ንደቃ ክትመቕሎም ከም ዝደለየት ድማ ብእዝኖም ይሰምዑ። እዚ ነገር እዚ ንሕና እውን ክንጥቀም ክንክእል ኣለና ካብዚ ነገር እዚ ኢሎም ፕላን የውፅኡ ስለዚ ኣብ ዝቐፀሉ ውሕዳት ኣዋርሕ ነታ ሰበይቲ ንዛ ሰበይቲ ፅቡቕ ዝምድና ይምስርቱ ብፍላይ ድማ እዚ ኣጆን ዝተባሃለ ሰብ ንሉዊዝ እንታይ ኢሉ የታል ንሱ ሃብታም ነጋዳይ ከም ዝኾነ እቲ ቤት መግቢ ከማም ድማ ኣብ ሼፍ ምንባሩ ሕጂ ኣብ ሪል ስቴት ከም ዝሰርሕን ክሕግዛ ከም ዝደልን ይእምና ብፍላይ ድማ ሃብታምን ሚልየነርን ኣፍቃሪ ከም ዘላቶ፣ ንኽልቲኤን ኣብ ለንደን ዝርከባ ገዛውታ ብዝለዓለ ዋጋ ክትገዝእን ከም እትደሊ ይሕብራ። እዚ ድማ ካብ ግብሪ ከም ዘድሕና ይገልጸላ። ሉዊዝ ድማ በዚ ነገር እዚ ኦ ጽቡቕ ከም ዝተረኺብካለይ ደኣ ትብሎ፣ ማለት ትሕጎስ ካብ ግብሪ ነጻ። ምስ ስድራኣን ፈተውታን ትዘራረበሉ ነዚ ጉዳይ። እዚ ነገር እዚ ሓደገኛ ይመስል ኢሎም ይመኽርዋ። እቲ መደብ ክቕጽል ድማ ኣልጁንዲ ንሉዊዝ ነተን ገዛውቲ ናብ ስሙ ክተሰጋግረሉ ይሓታ። እዚ ምስ ገበረት ሉዊዝ ዝበዝሕ ገንዘብ ከም እትረክብ የተስፍዋ። እቲ መደብ በታ ናይ ምሻጡ መደብ መታን ክቕጽል ኣልጁንዲ ንሉዊዝ ነቲ ገዛውቲ ብሽሙ ክተሰጋግሮ ሓታ። እዚ ምስ ገበረት ሉዊዝ ዝበዝሐ ገንዘብ ከም እተረክብ የተስፍዋ። ኣልጁንዲ ነዚ ነገር እዚ ንምድላው ሓደ ጠበቓ ክቖጽር ይፍትን። እቲ ጠበቓ ግን እዚ ነገር እዚ ምትላል ዝመስል ነገር ኰይኑ ስለ ዝተሰምዖ ይነጽጎ። ብርግጽ ብዙሓት ጠበቓ ክገብር ይፍትን፣ ብዙሓት ፍቓደኛታት ኣይኰኑን። ኣብ መወዳእታ ግን ነቲ ወረቓቕቲ ክሰርሖ ዝኽእል ጠበቓ ይረክብ። እቲ ስምምዕ ከይተዛዘመ ኸሎ ኣልጁንዲ ንሉዊዝ መፍትሕ ናይ ሓንቲ ገዛ ክትቦ የእሚንዋ። ብኡ ንብኡ ድማ ኣልጁንዲ ንመሓመድ ኣብቲ ገዛ ክቕመጥ ይህቦ እቲ መፍትሕ። እዚ ንመሓመድ ጽቡቕ ዜና እዩ። ብዘይ ዝኾነ ክፍሊት ክነብር ይጅምር ኣብቲ ገዛ። ኣብቲ ቦታ እቲ ድማ ናይ ገዛእ ርእሱ ቪድዮታት ክሰርሕ ይጅምር። ኣብቲ ቲክቶክ እውን ከም ናቱ ጌዛ ገይሩ ከርእዮ ይጅምር። እዚ ግን እቲ ጸልማት መንገዲ ዝጅምረሉ ዝነበረ እዋን እዩ። እዞም ክልተ ሰባት ንሉዊዝ ቀቲሎም ነተን ክልተ ገዛውቲ ንሓዋሩ ክውንንወን ከም ዝኽእሉ ይሓስቡ። ድሕሪ ዝተወሰኑ ውሑዳት ሰሙናት ኣልጁንዲ ምስ ሉዊዝ ኣብ ሓንቲ ካብተን ገዛውታ ርክብ ክገብሩ ከም ዝደልዩ፣ ጠበቕኡን እታ ሃብታም ኣፍቃሪቱን ኣብኡ ክህልዉ ምዃኑም ይሕብራ። ሉዊዝ በቲ ነገርት ተሰማሚዓ ኣብቲ ቦታ ምስ በጽሐት ግን ጠበቓ ይኹን እታ ሃብታም ኣፍቃሪቱ ዝተባህለት ኣይነበረትን። መሓመድ ኣልጁንዲ ከምኡውን ሓንቲ ጓል ማሪያ ሽማ ኣብኡ መሓዝኦም ዝነበረት ሰለስቲኦም ጥራይ እዮም ጸኒሖማ። ድሕሪ ቁሩብ ምዕላል ድማ ኣልጁንድን ማሪያን ካብቲ ይወጹ። ኣልጁንዲ ንማሪያ ናብ ሓደ እንዳ ወርቂ ወሲዱ ዝተፈላለየ ኣወርቅ ገዝኣላ። ብድሕሪኡ ናብ ገዛ ኣብጽሓ። እዚ ዝገበረሉ ምኽንያት ድማ ነቲ ዝፍጸም ዝነበረ ቅትለት መርትዖ ንምፍጣር ኢዩ። ኣብቲ እዋን'ቲ መሓመድ ምስ ሉዊዝ ኣብታ ገዛ በይኑ ይተርፍ። ሉዊዝ ኣብ ዝተዳህለለትሉ እዋን ሓልዩ ሓደ ናይ መንቀጺ ጸጉሪ ኣምጺኡ በቲ ገመድ ይሓንቃ፣ በቲ ኤለትሪክ። ሉዊዝ ነብሳ ክተድሕን እኳ ፈቲና እንተነበረት፣ መሓመድ ካብኣ ሕይል ስለ ዝነበረ ግን ካብኡ ክተምልጥ ኣይከኣለትን፣ በቲ ገመድ ሓኒቑ ይቐትላ። ድሕሪኡ ኣልጁንዲ ናብቲ ገዛ ይምለስ፣ ምስ መሓመድ ኮይኖም ድማ ናብታ ቤት መግቦም ናብታ ቤት መግቢ ከባቢ ከይዶም መጽረይ ነቲ ገዛ ዝኸውን የምጽኡ። ሽዑ ነቲ ቦታ የጽርይዎ፣ ነቲ ሬሳ ሉዊዝ ድማ ኣብ ዓቢ ናይ መጉሓፊ ኮንቲነር ኣብኡ እእትዎ። ብድሕሪኡ ቴሌፎን ናይ ሉዊዝ ወሲዶም ንፈተውታኣን ንስድራቤታን ሜሴጅ ይሰዱሎም። ደሓን እየ፣ ከምኡውን ናብ ቻይና ክኸይድ ወሲነ እየ፣ ቀልጢፈ በጺሐ ክምለስ እየ ዝብል መልእኽቲ ይሰዱ። እዚ ነገር እዚ ዝገበርሉ ምኽንያት ድንገታዊ ምስዋራ ንምኽዋል እዩ። ኣብዚ እዋን እዚ መኪና ሉዊዝ ሓንቲ ቢኤምዳብልዩ ነይራታ፣ ንዓ እውን ከጥፍዋ ነበሮም። ስለዚ መሓመድ ኣብ ፌስቡክ ማርኬት ብሕሱር ዋጋ ሸጣ። በቲ ገንዘብ እቲ ድማ ሓደሽቲ ክዳውንቲ ገዚኡ፣ ኣብ ቲክቶክ ሓደሽቲ ቪድዮታት ክሰርሕ ይጅምር። እዚ ነገር እዚ ኣብ መወዳእታ ስድራ ሉዊዝ ይሻቐሉ፣ ሽዑ ናብ ፖሊስ የመልክቱ። ፖሊስ ምስ መርመራ ጀሚሩ፣ ናብተን ገዛውቲ ሉዊዝ ድማ ከዱ። መሓመድ ኣብኡ ይነብር ከም ዝነበረ ይፈልጡ። ነታ ገዛ ፍትሽዋ፣ ኣብ ሓደ ቦታ ድማ ደም ረኽቡ። ዲኤንኤ ምስ ገበሩ ናይ ሉዊዝ ምዃኑ የረጋግጹ። እቲ መሓመድ ኣብ ቲክቶክ ዝለጠፎ ቪድዮታት ድማ ኣብቲ ገዛ ሉዊዝ ድሕሪ ምቕታላ ዝተሰርሐ ከም ዝኾነ ተፈልጠ። ፖሊስ ናብ ገዛ ኣልጁንዲ ድማ ከይዶም ይፍትሹ። ነቲ ሬሳ ናይ ሉዊዝ ዝሓዘ ኮንቴነር ናይ ጓሓፍ ንዑ ድማ ይረኽቡ። ኣብ መወዳእታ ማርያ ንፖሊስ ድማ መሓመድ ብዛዕባ እቲ ቅትለት ከም ተዛረበ ትሕብሮም። ስለዚ ፖሊስ ንመሓመድን ንኣልጁንዲን ኣሲሮም ናብ ቤት ፍርዲ ይወስድዎም። ቤት ፍርዲ ወንጀለኛ ተባሂሎም ህይወቶም ሙሉእ ክእሰሩ ይፍረዱ። ናይ ሎማዕንቲ ሓቀኛ ቪድዮና እዚ ይመስል ነይሩ። ካብዛ ቪድዮ እዚኣ ንመሃሮ ዘይናትካ ኣይናትካን እዩ። ናይ ግዜ ጉዳይ እዩ እምበር ዋጋ ከም ትኸፍለሉ ፍሉጥ እዩ። ብኻሊእ ቪድዮ ክሳብ ንራኸብ ወደዓንኩም።